ኣለኹም ዝኸበርኩም ተዓዘብቲ መደብ ፎርቲ ሾው ከመይ ቀኒኹም ሎሚ ፎርቲ ሾው ብምኽንያት በዓል ፋሲካ ምሳኹም ንኽትውዕል ኣዘናጋዒ መደብ ሒዛ መፅያ ኣላ ናይ ሎሚ መደብ ኣብ ጎደናታት ኣስመራ እንዳዘርኩ ምስ ሰብ ኣስመራ ብምኽንያት በዓል ፋሲካ ኣዘናጋዒ ዝኾነ ሕቶታት ክንዘናጋዕ ኢና። ብሩኽ ርሑስ ኣውደኣመት። ናይ ሰላምን ናይ ሃዋን ናይ ጥዕናን ይግበረልና። ንኹልና ብርሑስ በዓል ነጽነት ይግበረልና። ንኹልና ህዝቢ ኤርትራ ዘለዉ ብደገ ድዮም ገለ ዝኣኻኽብ ይግበረልና እዛ ጓለይ። ንምሉእ ህዝቢ ኤርትራ ንኹሎም ደገፍተይ የብለይማ ሓረይ መጀመርያ ሙሉእ ሽምካ ትነግረኒ ሽመይ ሚልዮን ዘራ ይበሃል ማቴዎስ ቤነ ስየም ብርሃነ ሳምራዊት ኣነ ኪዳነ ገብሩ ይበሃል ዑቕባሚካኤል ገብረእግዚኣብሄር ይበሃል። ትጽቢት ዓንደ። ስመይ ሮሞዳን ዑስማን ይበሃል። ናዛን። ንግስቲ ኣለምሰገድ።
ኣብዚ ኣሎ ኣዘናጋዕቲ ሕቶ ናይ በዓል ፋሲካ ተመሊስካየን ዕውት ክትከውን ኢኻ ማለት እዩ ድሉ ድያ ጸገም የለን ኦኬ ቀዳመይቲ ሕቶይ ኣስተውዕል ሓንሳእ ምስ ሓተትኩኻ ሕቶ ይድገም እዩ ሓራይ ዶ ዒስራን ኣርባዕተን ጉንበት መዓልቲ ናጽነት መዓስ ይውዕል

ዕስራን ኣርባዕተን ጉንበት መዓልታ እኳ ሰሉስ እያ መስለኒ ጊር ኢላትኒ እንዳይ ዓሚ ሰንበት እንዲያ ውዒላ ኣብ ሳልስቲ ሰሉስ እያ መስለኒ ኣይሆብ ንዓመታ ከምኡ ከዓ ብሰላምን ብጥዕናን የውዕለና ኸውን ትግርኛ ዲና ክንብሎ እንግሊዘኛ ዲና ክንብሎ ታይ

ንየማናይ ዓይንኻ ጸጋማይ ዓይንኻ እዩ ክኸውን ዝኽእል፣ ካልእ ወላ ሓንቲ የለን። እንድሕር ከዚ ዘይተጠወኻ ክትሪኦ ኣይትኽእልን ኢኻ። ጽላሎት ክኾኑ ይኽእል እቲ።
ጸጋም። ኣዙይዲ።
ብየማናይ ዓይንኻ ክትሪኦ ዘይትኽእል እንታይ እዩ?
ብየማናይ ዓይንኻ ክትሪኦ ዘይትጽላሎት።
ብየማን ዓይንኻ ደኣ እሞ ዘይትርእዮ ነገር ዘሎ እዩ ብየማን ዓይንና ዘይንረዳ እዚ ድሕሪትና እምበር ካሊእ እንታይ ኣሎ እዛ ክንሪኦ ንኽእልን ኢና ጣኒቆ ኩሉ ግዜ ጸሊም ቁልፊ ይገብር ስለምንታይ እዩ
ቀይሕ ዘይብሉ ከይከውን ጸሊም ዕድል ስለ ዘለዎ ከይከውን ዋእ ኣታ ነውሪ እዩ ከምኡ ይትበል ከምኡ ይባሃልኒ። ደስ ኢልዎ ክኮን ይክእል
ባህርያቱ ጸሊም ስለ ዝፈቱ። ኤእ ዝያዳ ናቱ ምርጫ እያ ምርጭኡ እያ እምበር ምርጭኡ እያ።
ጸሊም ስረ ጌር ኔር ከይኮን። ጸሊም ስለ ድኮነ ጸሊም ስለ ድኮነ።
ኣፌን
ተኸይ ኣቱ።
እንተ ናቱ ተኣረኣእያ ይህሉ ይኸውን ናቱ ትርጉም ይህሉ ይኸውን። ኣብቲ ናይ ድርፍታት ናይ ክዋሃድ ከሎስ ብኸም እዩ ዝገብሮ እዚኣስ ንዑ ጥራያ ትምልከት እሳስ ንዑ እያ ትምልከት ኩዕቶ ቀንዲ ኩዕቶ ዘይኮነ ጸሊም ቁልፍረ ጾታዊ ርክብ ምስ ገበረ ዝመውት እንስሳ መን እዩ?
ሜይቢ
ጣንጡ ሜይቢ ጻጸ ክኾን ይኽእል። ተመን ዶ ይኾን?
ዓራት ዛዝነ ድዩ? ንሳ ዘቤት
ቀባሕባሕ ኣይኮነን መልስ። ሃም ኣኺጉ። ድሙ ኣይኮነን። እንስሳ ዘቤት ዳ እንታይ ድሙ ይኮነን ካልእ ከዓ እንታይ ኣለሞ ኣባ ጎቤ
ግመል
ዝቤ ዋይ ዋይ ኣታ ኣምላኽ
ፆታዊ ርክብ ምስ ጋርዚ ብትኽክል እዚ ሳሬት እዩ ኣይተኸኣልካን ወዲ ንፉዕ እየ ንፉዕ እየ ኣይተኸኣልካን ክትገብርኒ ትኽእልን

እዚኦም ናይ ጥንቁልና እዩ ጥንቁልና እዩ እዚ ናይ ምጥንቋል ማለት እዩ ነናይ ባዕሎም ድሌት እዩ ዝዳሞ ተኸብለ እያ
ኩሉ ሰብሲ ነናተወላ ሃርያት ኣለዎ ድዩ ድበሃል እቲ ንየማን እቲ ንፀጋም በብወላ ሃርያቶም ከይዶም ኣለዉ ማለት እዩ እወይ ደይ ሰምዖ ደይብለይ ነናቶም ምስጢር ወይ ምልክ ናት ንናቶም ትምኒት ገለ ከሎ ብኸምኡ ኣይኮን ጸጋም ጸጋማይ ምናልባት ዶ ጸጋም ይፈትዉ ነይሮም እቲ ሓደ ከኣ የማን ይፈቱ ነይሩ ይኸውን ኦ ጸጋማይ እቲ ሓደ ክሳይ ከይከውን የማነ ባርያ የማናይ ኢዱ ከይከውን ኣብርሃም ኣፈወርቂ ከኣ ጸጋማይ ኢዱ ከይከውን ምናልባት ማለት እየ እንድዒ ኣታ ተፍትፍ እንዶ ኣይትበል
እዚኦም ደኣ ነናቶም እዮም የመነበርያ ተኾን ጸገም ይኸሳ እዚ ኣብራማ ፈርቋ ላይ ስለደር ስለደር
ኩልቲኦም ሽኮር ንምሕቃቂ ተዓወት ሓንቲ ድሙ ክንደይ ዋጭል ትወልድ እዚኣ ደኣ ሓሙሽተ ትወልድ

ኣርባዕተ። ዓሰርተ ክልተ። ሓንቲ ድሙ ኦኬ ክልተ ወይ ሰለስተ። ዓሰርተ ክልተ።
ሓንቲ ድሙ ክንደይ ዋጭል ትወልድ? ተጋጊኻ ኣለኻ ሕቶ ዋጭል ደቂ ድሙ ኣይኮኑን ደቂ ካልኦት እንስሳ እዮም።
ኣብ ሓደ እንዳ ሻሂ ዓሰርተ ሓደ ተጻወቲ ኩዕሶ እግሪ ይኣትዉ። ወይተር መጺኣ እንታይ ክእዘዝ ትብሎ? ንሶም ድማ ሲክስቲ ፋይፍ ሚልክ ኣምጽልና ኢሎማ። ወይተር ሽዱሽተ ሻሂ ሓሙሽተ ጸባ ሒዛትሎም መጽያ ስለምንታይ?
ከከም ጠለብ ናቶም እቲ እቲ ጸባ ሰቲ እቲ ከዓ ሻሂ ሰቲ በበይ ናቶም እዮም ጠሊቦማ። ኣይ ትርጉሙ ዘይትፈልጦ ትኸውን ሲክስቲ ፋይፍ ሚልክ ዝብል ሕጂ ብግምት ሰኢላ ኣምጺኣትሎም።

ኣብ ሓደ እንዳ ሻሂ ዓሰርተ ሓደ ተጻወትቲ ኩዕሶ እግሪ ይኣትዉ። ወይተር መጺኣ እንታይ ክእዘዝ ትብሎ። ሲክስቲ ፋይፍ ሚልክ ኢሎማ። ወይተር ሽዱሽተ ሻሂ ሓሙሽትን ጸባን ሒዛትሎም መጺኣ። ስለምንታይ?
ሲክስ ቲ ይብሉ ኣለዉ ፋይፍ ከኣ ሚልክ ማለት እዩ። ወዲ ሽኮይ

እንታይ ኢኻ ትኸውን ዘለኻ ወረ እንታይ እዩ ጸገምካ? እዋ ጋሽ ባርካ በጃ ከምዚ ዓይነት ሕቶ ይትሕተትኒ ማራ ቀሊሉ ኣበየናይ ዞባ እንዲ ክልክን
ኣብ ኤርትራ እንዲ ዞባ ጋሽ ባርካ ስማዕ እስኪ ክሳዕ ክንድዚ ዓቕሚ እንድሕር ሃሊካሲ ኣብይ ኢኻ ተሓቢእካ ጸኒሕካ
እንዳ ኣነ ዝነ ከም ትፈልጣ እንታይ ሽመ ዞ በዓን ሰባ በዚ ደብ ቀይ ሓሪ ኣብ ኤርትራ ዛብ ኤርትራ እዩ ግን ዓንሰባ ዝባሮንቱ ድዩ
ባህላዊ መስፈሪ እኽሊ እንታይ ይበሃል?
ምለሊኽ ካዕበት ገለ ዝበሃል እውን ኣሎ ብቋንቋ ንሱ ግን እታ ካዕበት ክንደይ ምለሊኽ ክትብላ ኣይትኽእልን እያ ግን ወግዓዊ ዝኾነ ምለሊኽ እዩ ካብ ምለሊኽ ዕብይ ዝበለ ኸዓ ከም ዘለዎ ርብዒት ኣሎ ካሊእ እንታይ ኢኻ። ባህላዊ መስተ እህል ዳኣ ርብዒት ኣሎ ኣንጎሎ ኣሎ ምለሊኽ ኣሎ። ብምለሊኽ ንሰፍር ብርብዒት ዝስፈር። ባህላዊ መስፈሪ እኽሊ እንታይ ይባሃል። ርብዒት ሰፍኢ። ቴኖ።
ሰተታ።
ነን ምኾምባዕ ሃሃሃ ኢሉ ዝመጸካ ኣድጊ ኣኽቢድካ ጽዓኖ ኣኽቢድካ ጽዓኖ እያ እምበር ኣኽቢድካ ጽዓኖ
ኣኽቢድካ ጽዓኖ ሃሊ ኢሉ ዝመጸካ ኣድጊ
ዘሊሉ ዝኣትወካ ኣኽቢድካ ጽዓኖ ሃሊ ኢሉ ዝመጸካ ኣድጊ ጥፋዕ የድዩ ብሎ እንታይ